ሰላም ሕዋታት እዛ ክላስ እምበኣር ብዛዕባ ናይ ፍረንች ንፕኾነ ፐርሰናል ኮይኑ ዝተወሰኑ ፕኾነ ፐርሰናል ማለት ኣዝዮም ኣገደስቲ ዝኾነ ሓሳባት ክንሰረ ክናንፅ ከለና እዚኦም ብምጥቃም ኢና ናንፅ ስለዚ ፕኾነ ፐርሰናል

እንታይ ብለና ኣሎ ኣቐዲምና ንዝጠቐስናዮ ስም ብክንዲ ስም ክንትክኦ ንኽእል ኢና ሓደ ጉሩብ ናይ ሰብ ክኸውን ይኽእል ሓደ ጉሩብ ናይ ካልእ ማልእ ናይ ካልእ ማልእ ክኸውን ይኽእል እዩ ኖሚናል ዝብለና ደሎ ሕጂ ንሕና ኣብዚ እንታይ ቀንዲ ገዳስነት ዘለዎ ድሕሪ ደኣ ክንከፋፍላ ፈቲና ነታ ኣብ ዘላና ፐክሰን ኣለና ኣብዚ ፐክሰን እቲ ሰብ ማለት እዩ ሳንግልየ ኣቐዲምና ርኢና ነርና ሳንግልየ ማለት እቲ ውሕድ ማለት ሓደ ሰብ ሰንጊልየ እዩ ብዙሓት ሰባት ካሊ ብሎኬል እዮም ኤክሰተራ ኤክሰተራ ማለት እዩ ሕጂ ኣብዚ ከዓ እንታይ ኣለና ብእዚ እቲ ንሆሪዘንታል እቲ ንቨርቲካል ክንታይ ኣለና እቲ ንቨርቲካል ዝውክል ከዓኒ ኣብዚ ንኣብነት ብኮኖ ሱጀ ኣለና እንታይ ማለት እዩ ብኮኖ ሱጀ እቶም ቀንዲ ቀንዲ ቀደስቲ እዮም እሶም እንታይ እዮም ድሕሪ ኢልኩምኒ ማለት ብዘይብኦም ፈልከት ክንብል ኣይንኽእልን ኢና እዚኦም እዮም እቶም ብኮመ ስጀ ብኾኖም ስጀ እንታይ እዮም ድሕሪ ኢልኩምኒ ቀዳማይን ካልኣይን ፐርሰን ኢልና ንፅዋም ኣለው ንሱ ንኣብነት እንታይ ድሕሪ ኢልኩምኒ ዠ ኣነ ማለት እዩ ቱ ንስኻ ማለት እዩ ኢል ንሱ ማለት እዩ እዚኦም እቶም ቀዳማይን ካልኣይን ዠንቱን እዩ ድሕሪ ኢልና እቶም ሳልሳይ ከ እንታይ እዮም ኢል እቲ መስኪናን ዝኾነ ሰብ እዩ ንሱ ማለት እዩ ኤለ ንሳ ማለት እዩ ኑ ንሕና ማለት እዩ ቭ ንስኹም ማለት እዩ እዚኦም እቶም ቀዳማይ ካልኣይ ሳልሳይ ኢልና ጠቂስናዮም እቲ ኑ ቀዳማይ እና ዳግማይ ንጠቕሶ ኣለና ካልኣይ ብዛዕባ ምንታይ እዩ ቀዳማይን ካልኣይን እዚ ተሓፈሻዊ ግራማቲካዊ ኣፀዋውዓ እዩ እምበር ማዕረ ክንድኡ ገዳሲ ኣለዎ የብሉን ንክንጥቀመሉ ሕጂ ንሕና እንታይ እዩ ዘገድሰና ዠ ቱ ዠ ንስኻ ኣነ ማለት እዩ ቱ እዚ ትሪእዎ ኣለኹም ቱ ንሱ ንሱ ማለት እዩ ኢል ኖ ቱ ንስኻ ማለት እዩ ኢል ኢል ካብ ዝናለኩም ንሱ ማለት እዩ ኤል ንሳ ማለት እዩ ኤክሰተራ ኣብ መወዳእታ እንታይ ኣለና እንድሕር ኢልኩምኒ ትኻዜን ፐርሰን ኣለና ትኻዜን ፐርሰን ማለት ኣነ ቀዳማይ ይኸውን ኣለኹ ማለት እዩ ንሱ እንድሕር ኢለ ካልኣይ ሰብ ክልተ ሰብ ኮይና ኣለና ንሳ እንድሕር ኢልና ግን ብዛዕባ ካልእ ሰብ ንዕልል ኣለና ወይ ድማ ንሳቶም እንድሕር ዳ ኢልና ብዛዕባ ካልእ ሰብ ንዕልል ኣለና ስለዚ ንሱ እዩ ሳልሳይ ካልኣይ ሰብ ብሎ ደሎ ስለዚ እቲ ቱኻዜን ፐርሰን ኢል ኣለና ንሱ ከ ንምንታይ ይጠቅስ እንድሕር ኢልኩምኒ ን እቲ ኢል ንምንታይ ጠቅስ ብላ እቲ ኢል ንምንታይ ጠቅስ እንድሕር ኢልኩምኒ ንሱ ንሳቶም ወይ ድማ ንሳተን ከዓ ኣብዚ ኣብ መወዳእታ ኣለና ማለት እዩ እዚኦም እቶም ቀንዲ ገዳሲ ፕሮኖ ሱጀ ኢልና ንፅውዖም እዚኦም እቶም ቀዳሞት ቀንዲ ገዳሲ እቶም ፕሮኖ ሱጀ ኢልና ፀዊዕናዮም ደለና ኢና ንኣብነት ብናቶም ኣብነት እንድሕር ክንርኢ ደሊና እንታይ ክንብል ኢና እንድሕር ብናቶም ኣብነት እንተኣሸ ኣብነት ክንጠቅስ እንድሕር ደልና ንኣብነት ኣብዚ ሕጂ እንታይ ክንገብር ኢና የኖት ኢልናዮም ዠ ኣነ ማለት ኢልናዮ ንኣብነት እንታይ ክብል እየ ዠ ማንዠ ካለ ማንዠ ዠ ማንዥ ይበላዕ ኣለኹ ማለት እዩ ቱ ንሱ ንስኻ ማለት ኢልናዮ ንሱ ከዓ ማንዥ ንሱ ይበልዕ ኣሎ ድሕር ኢል ወይ ድማ ኤል እንድሕር ዳ ኢልና ወይ ድማ ኦን ንሱ እንድሕር ኢልና ማንዥ ክንብል ኢና ንሶም ከዓ ንሱ ንሳ እዚ እቲ ንዓና ዘገድሰና ደሎ እንታይ እዚ እቲ ቀዳማይ ፐርሰናል ዝበልናዮ እዩ እዚ እቲ ካልኣይ ፐርሰን ዝበልና እዩ እዚ ከዓ እቲ ሳልሳይ ምሳና ደየለ ማለት ብዛዕባ ካልእ ንዕልል ኣለና ምስ ካልእ ሰብ ኮይና ማለት እዩ እዚኦም እዮም እቶም ፕኸኖ ፐርሰናል ኢልና ፀዊዕናዮም ዘለና ቀፂልና እንታይ ኣለና ኑ ኣለና ኑ ማንዦን ቭ ማንዤ ቀፂልና እንታይ ኣለና ኢል ኤል ማንጅ ኤክስተራ ኣብዚ ሕጂ ንዓና እንታይ ደገድሰና ደሎ እንድሕር ኢልኩምኒ እቲ እዚ እዩ ዘገድሰና ደሎ እዚ ማለት እቲ ፖነ ፐርሰናል እቲ ቀዳማይ መበገሲ ናይቲ ፐርሰናል ንኣብነት እንታይ ኢልና ንፅውዖም ኢና ከምዚ ትሪእዎ ኣለኹም ዳራ ኣንስያ ዠ ቱ ኢል ዠ እንታይ እንታይ ኢልና ኣነ ቱ ንስኻ ኢል ኤል ኦን ንሱ ንሳ ወይ ድማ ምሳና ደየለ ኑ ንሕና ማለት እዩ ቭ ንስኹም ማለት እዩ ወይ ድማ ሓደ ሓደ ግዜ ንእኩብ ሰባት ቡቕ ንብል ንኽእል ኢና ንብቕ ኢልመና ደለዎ ማለት እዩ ንሕና ኣብኦም እንተዘይኣቲና ንኣብነት ንስኹም ትከታተልዋ ዘለኹም ሕጂ ቡ ክብል እያ ማለት እዩ ቡ ዘየጠቕምትካ እንደሪጋ ድሌላ ቪድዮ ወይ ድማ ንስኹም ነታ ቪድዮ ኢኹም ትርእዋ ኣለኹም ሕጂ እንታይ ክንብል ንኽእል ኢና ቡ ከዓ ንኣኽብሮት ክንጥቀመሉ ንኽእል ኢና ኣብዚ ሕጂ እንታይ ክንጥቀም ኢና ኣብ መወዳእታ ከዓ ኢል ኤል ዝብል ዘሎ ይቕሬታ ካብዚ ክጅምር ኣለዋ ኢልኤል ድብል ደሎ ንሱ ንሳቶም ንሳተን ሕጂ እዚኦም ተም ብኾነ ፐርሰናል እዮም በዚኦም ብዙሕ ኣብነት ክንገብር ንኽእል ኢና ኣብ ክንዲ ማንዣ ሕጂ ዠቬ ኣነ ከይኸይድ ኣለኹ ክብል ይኽእል መዓት ዘይተኣደነ እንተኣ ሽሙ ቮካብላሪ እቶም መበገሲ ስም ስም እቶም ብኾኖ ንብል ዘለና ስቶም ስም እዮም መበገሲ ናይ ዝኾነ ሙሉእ ሓሳባት ከዓ ስም እዩ ስም ኣሎ ክንዲ ስም ኣሎ ግን ክንዲ ስም ንስም ክሕግዝ ወይ ክትክእ እዩ ድመፅእ ስለዚ እዚኦም ክንሕዞም ኣለና ንኣብነት ቱቫ ኤክሰተራ ኤክሰተራ ኤክሰተራ ማለት እዩ ንሎም ብዚኣ ከለና ኣብ ዝመፅእ ክላስ ብዛዕባ እቶም ተሪፎም ዘለዉ ብኾኖ ፐርሰናል ክንርኢ ኢና ማለት እዩ